ኣቤየ ካብ ሳዑዲ ዓረብ ሎምሲ ከመስግኖም ነዞም ብሉፃት መምሃራና ናይዚ ዘመን ሃነፅትና ዝኾንና ጠፊእና ነርና ከተንስኡና ዝመፁና መዓልቱ ኣኺሉ ይመስለኒ ኣምላኽ ለይኹና መዓልቲ ኣኺሉ ይመስለኒ ኣምላኽ ለይኹና ኣንታ ኣለኹምዶ ናይዚ ኸዚ ወለዶ እሞኸ ፈሊጥኩምዎዶ ገዛ ኣብርሃም ይምህሩና ኣለዉ ህዝቦም ከይነጥፎም ሓደ ኢሎም ተንሲኦም ንዓና ክምህሩ ኢሎም ሓደ ኢሎም ተንሲኦም ንዓና ክምህሩ ኢሎም ኣንቲ ኣለኽዶ ጓል ሂዋን ኣብ ስደት እትነብሪ ስደት ይኣኽለኒ ኢልኪ ሓዳር ክትምስርቲ እትሓስቢ እሞኸ ደኣ ኣቐዲምኪ ተምሃርኪ ዲኺ ስለ ፍቕሪ ኣብ ገዛ ኣብርሃም ኣቲኺ ኣቐዲምኪ ተምሃሪ ኣብ ገዛ ኣብርሃም ኣቲኺ ኣቐዲምኪ ተምሃሪ ብዙሕ ኸርተት ኢልኪ ፍቕሪ ዘይብሉ ከይትመርሒ ሓዳርኪ ኣቐዲምኪ ፈትሺ ነፍስኺ ንዓኺ እዩ ዝጠቕመኪ ከይፈለጥኪ ኣቲኽዮ ደሓር ሓዳርኪ ከየጣዓሰኪ ኣቐዲምኪ ኩሉ ፍለጥዮ ንዓኺ እዩ ከዕውተኪ ኣቐዲምኪ ኩሉ ፍለጥዮ ንዓኺ እዩ ከዕውተኪ ኣንታ ኣለኹምዶ ደቂ ተባዕትዮ እስከ ስሙዕና ሰለስተ ደረጃ ስለ ሓዳር ፍቕሪ ከይፈለጥኩም ኣይትምፁና እንታይ ክንገብረኩም ብስጋኹም ጎቢዝኩም ትምህርቲ ዝሓጸረኩም ወቐሳ ኣይምሰልኩም ምጅንጃን ኣቋሪጽኩም ነብስኹም ፍለጡ ወቐሳ ኣይምሰልኩም ምጅንጃን ኣቋሪጽኩም ነብስኹም ፍለጡ ኣነ ዝገርመኒ ናይ ዝወለዶ ዘለና ፍቕሪ ንምስረት ጥርሑ እንከሎ ርእስና ሃኒኒታ ኣብ ፍቕሪ ሒዝና ጸደፍደፍ እናበልና ምስ ኣተናዮ ብፍቕሪ ጀሚርና ብጽልኢ ተፈላሊና ምስ ኣተናዮ ብፍቕሪ ጀሚርና ብጽልኢ ተፈላሊና በሉ ልቢ ንግበር ዝሓለፈ ገዲፍና ሓዲና ንምሃር ልቢ እንተ ኣጥረና ቃል ኣምላኽ እንታይ ድዩ ዝብለና ተፋቒርኩም ኣይትፋትሑን ዶ ኣይኮነን ዝብለና ተፋቒርኩም ኣይትፋትሑን ዶ ኣይኮነን ዝብለና ኣንቲ ጓል ሄዋን ስምዕኒ እስከ ንስኺ መሲልኪ ዘይትነብሪ ብቕንብር ፎቶ ናተለዓልኪ ዘይንስኺ እትነብሪ ሓቂ መሲልዎ ኣፍቂረኪ እንተበለኪ ሓደ ወዲ ኣይምሰልኪ ሃነኔታ ይሕዝዎ ድሓር ከየሕምመኪ ኣይምሰልኪ ሃነኔታ ይሕዝዎ ድሓር ከየሕምመኪ ኣየ ናይና ነገር ብፍቕሪ ኣምላኽ ልብና ዘይነደደ ፍቕሪ ዓለም ልብና ዝነደደ ሓቂ ምንባር ዝተሰኣነ ንሰብ ሰብ ብምዃኑ ዘየፍቀርና እንታይ ኣለዎ ኣለዋ እናበልና ድርድር ዝኣተና እንታይ ኣለዎ ኣለዋ እናበልና ኣብ ድርድር ዝኣተና ኣንታ ኣለኽንዶ ሓዳሽ ዝተሰደትኪ ስምዕኒ በሊ ንዓኺ እያ እዛ ግጥሚ ጽቡቕ ሞሲልኪ ስደት ዝተሻገርኪ ሃመይ እሞ ትመርሕዮ ኣለኺ ሂወትኪ ቆላሒና እንተራእናኪ ተጋጊና ኣለኺ ቆላሒና እንተራእናኪ ተጋጊና ኣለኺ

ደቂ ስዑዲ ጠንካራ ምዃንክን ጥራይ ኣርእያና። ሓደ ኢልክን ከይበላዕኽናሉ ዓዲ ፈቐድኡ ላይፍ ትበላ ምስ ዘይትፈልጦም ኣወዳት እተን ነባራት እኳ ኣለዋ ገለ ዘይፈልጣ ንስኽን ደኣ እንታይ ወሪድክን ኣብ ዓይኒ ሰብ ትኣትዋ ንስኽን ደኣ እንታይ ወሪድክን ኣብ ዓይኒ ሰብ ትኣትዋ

እዚ ወዲ እዚ ናራዩ ጓል ስዑዲ ጽልልቲ ይብሉና ንሱ ኣይኮነን መንነትና ብደገ ኣይትፍረዱና ንሕናሲ ርሕሩሓት እዱባት ኢና ሓደ ሓደ ሪኢኹም ኣይትፍረዱና ሓደ ሓደ ሪኢኹም ኣይትፍረዱና ደቂ ሂዋነይ በጃኽን ስምዓኒ

ይኣኽለኪ እዩ ኢድኪ ኣሪምኪ ንነብስኺ ጥራይ ኩኒ ትርጉም የውሉን ንነብስኻ ከይቃየርካ ንሰብ ትርጉም የውሉን ነውሱ ከይቃየረ ሰብ ንኻሊእ እንተኾነ ርኣዮ ሪኢናዮኮ ስምና ዘይኾነ ትጸርፉና ሪኢናዮ እኮ ስምና ዘይኮነ ዝፀርፉና። ሰላም ኣምላክ ይብዛሓልኩም ቤተሰብና ከመይ ፀኒሕኹም ናይ ልማዓቲ እዚኤን ይመስላ ቪድዮና ፈቲኽወን ክትኾኑ ከዓ ተስፋ ንገብር ኣይተሓዝና እዚ ግጥሚ ስልካ ሕንክርክር ኢልና ስልካት ኣይንባህን ኣሎ ንምፍታን ዝኣክል እዩ ብዝኾነ ግን እንታይ እየ ክብል ደልየ ንእሽተንሲ በተለይ ኣብ ገዛ ኣብርሃም ኣቴና እኳ ዘይንመሃርስ ንህልለ ንኽልና ዘይንመሃር ቃል ህሌና ንምሃር ኩሉ ግዜ ንከታተሎም ከዓ ንህሉ ንኽእል ኢና ማለት እየና እንታይ ክብልል እየ ገዛ ኣብርሃም ኣጋጣሚ ዘጋጣሚ ዘይትፈልጥዎ ኣቲኹም ተማሂርኩም ትሕር ዘይትፈልጡ ኮንኩም ገዛ ኣብርሃምኩም ፅሒፍኩም ኣቲኹም በእውነት ንዓና ክብሉ ብዙሕ ግዜ ይሰው ኣለው። ከምዚ ዓይነት ትምህርቲ ሲ ካብ ቀደም ገ ትሒዞም ተዘምህሩና ነይሩ እዩ ዘብልና። በተለይ ናብ ፍቅራዊ ህይወት ክንጅምር ንኣቲ ናብ ሓዳር ክንምስረት ንደሊ እንታይ እዩ ማለተይ እትንህዎ ትምህርቲ ሲ ከም ዝዋላ ሓዳር ክትገብር እንትን ኮላ ዝተፈላለየ ዋላ ክኮረስ ወሲድካ ተማሂርካ ተኣቲኻና ብናደፀ ግን ማለት ኣብኡ ስለንምህርዎ ለየልዕሉ ወረስቲ ስለለየለ ኣብ ናይ ፍቅሪ ይኹን ኣብ ናይ ሓዳር ፅቡቅ ገይሮም ስለምዝመኸሩና ዘለው ኣቲና ንምሃር ኣሕዋት በእውነት ክንደይ ክንደይ ኣሎ ቀደም ተትሞርናሲ ክንደይ ልለው ህይወቱ ሰብ ንጠፍእ ኣሎ ክንደይ እንተባላሽ ገና ንገና ኣብቲ ህይወት ስሉ እያ ተወሰብካ ተምሄርና ተንፀንሕ ሰናዩ ካልእ ህይወት ንሕለፍና ኸዓ እንታይ ይምፓል ካብ ሕሉፍካ ትምሃር ካብ ካልእ ካብዚኡ ነይሩ ኢልካና ልላዕለሉ ይኾነና ብጣዕሚ ጽቡቅ ትምህርቲ እዮም ዝህቡና ዘለዉ። ዕድመይ ጥዕና ይሃበልና በእውነት እና ብሓድሽ ኣርእስቲ ክሻብ ንመጸኩም ኣብ ቀጻላይ ሰናይ ቅንያት ይኾነልኩም። ምብርታዕኹም ኳ ይፈለየና። ንእረም ነገር ድሕር ሃሊዎ ኸዓ እዚ ክእረም ኣለዎ ኢልኩም ከ ሓሳብኩም ኮመንት ፀሓፉልና ማለት እዩ። ሸር ናገርኩም ከ ኣበራትዑና ማለት እዩ ቤተሰብ እና ሰናዩ